ደሓን ዲኻ መጀመርታ ፍቃደኛ ድኻ ዝኾነ ሕቶ ክንሓተካ ማለት ኦኬ ሰለስተ ሕቶ ክትሕተት ኢኻ ካብዘን ሰለስተ ሕቶ ክልተ ተመሊስካ ካምሲን ኣለትካ
ናይ ቀዳመይቲ ሕቶ ኣፍ ዘይብላ ሳርማ መን ትበሃል? ኣፍ ዘይብላ ሳርማ
ኣጆኻ

ተዓዋቲት ኩዕሶ እግሪ ዋንጫ ዓለም ክልተ ሽሕን ዓሰርተ ሸሞንተን መን ነይራ? ክልተ ሽሕን ዓሰርተ ሸሞንተ ፍራንስ።
ሓንቲ ሕቶ ተዓዊትካ ኣለኻ። ናብ ሳልሰይቲ ሕቶ ክንኣቱ ኢና።
መስተዪ ናይ ሜስ እንታይ ይበሃል? ብርለ ይህን መንግስዋን ኣሎ
ኣምስናለትካ እንኳ ሓጎሰካ በዚ ምክንያት እዚ ናይ ተሓጓስካ ናይ ሓድሽ ዓመት ንህዝቢ እንታይ ትብል ንህዝቢ እንኳ ኣብዚ ኣብቃዓና ክብል ይኽእል ካል ድማ ካል ከዓ ንገዛውትና ኣብ ደቀምሓረ ደገዛውተይ ነበሩ ከምኡውን ሰገነይቲ ምሳይ ዝነበሩ ኣብ ፈዓበት ብዙሕ ምሳይ ከርተት ዝበሉ ንብዙሓት ሰላምታ ከብጽሕ ክእል ብሓጺሩ ደኣ ንቤተሰበይ ንማዘረይ ጸጋ ክፍልተኪኤ ንፋዘረይ ዳንኤል ደስታ ራሙስ ከምኡውን ኣሕዋተይ ብሓጺሩ ከኣ ኣብ ደገ ዘለዉ ቤተሰበይ ንኹሎም ፈተውተይ። ተዓወት ብሓፈሻስ ንመላእ ህዝቢ ኤርትራ የቀንየልና። ክቡራት ተዓዘብትና ሓደ ዕውት ተረኺቡ ኣሎ እንዳመስገና ኢና። ሰላም ከመይ ደሓን ድኺ? እግዚኣብሔር ይመስገን ከመይ ትኾኑ? ኦኬ ጽቡቕ ሕጂ ደሊናኪ ደለና ሰለስተ ሕቶ ክትሕተቲ ኢኺ ብምኽንያት ሓድሽ ዓመት ማለት እዩ። ካብዘን ሰለስተ ሕቶ ክልተ ሕቶ ተመሊስኪ ዕውትቲ ኢኺ ማለት እዩ።
ሰላም ከመይ ውዒልኪ? እታ ቀዳመይቲ ሕቶ ክንጅምር ኢና። ኣብ ውሽጢ ኣካላትና ዝርከብ ጸሊም ከብዲ ወይ ሊቨር ንምንታይ ይጠቕመና?
ሊቨር ዝተፈላለዩ ዓይነት ናይ ዳይጀስቲቭ ጁስ ስክሪት ይገብር። ንምሕቃቕ መግቢ ዝሕግዝ ማለት እዩ። ካልእ ከኣ ምስ ጋል ብላደር ዝተኣሳሰረ እዩ፣ ንሱ ከኣ ንምሕቃቕ ስብሒ ይጠቅም።
መልሳ ጣላክ ናብ ካልኣይቲ ሕቶ ክንሰግር ኢና። ኮንግራ ኮንግራ ብሓንቲ መልሲ ማለት እዩ ኣጆኺ ኣጆኺ ክሰርቀኒ ዝረኣኹዎ ዳሽ ዳሽ
ኣይፈልጣን እዩ ኖ ኖ ኣይፈልጣን እዩ ድባል የለን ክትፍትኒ ኣለኪ ክሰርቀኒ ዝረኣኹዎ
ክመልሰል ይረኸብኮ ኖ ኣይፈልጣን እዩ ሶሪ ፈትኒ እንደ
ኣይፈልጣን እዩ ይቅርታ ክሰርቀኒ እ፣ ዝረኣኽዎ ክህበኒ ናይ ኣመንክዎ ኣትብል እታ መልሲ
ሳልሰይትን ናይ መወዳእታን እዚኣ ተመሊስኪያ ሓምሳ ባይናሪ ሲስተም ወይ ቀመርቲ ዝበሃሉ ቁፅርታት ኣብ ኮምፒውተር መነ መን እዮም
Zeros and ones.
ግን መልሲ መሊስኬን ኣሎ ኮንግራ ብምክንያት ሓድሽ ዓመት ናይ እንቋዕ ሓጎሰኩም ክትብሊ ትኽእሊ መደብ
ንመላእ ህዝቢ ኤርትራ ኣብ ውሽጥን ኣብ ደገን ዝርከቡ እንቋዕ ኣብ ዝብጽሓኩም ንፋሚሊየይ ንመሓዙተይ ንኹላትኩም ማለት እዩ ቴንክ ዩ ንዓኹም ከ ቴንክ ዩ የቐንየልና እዚ ነካይዶ ዘለና መደብ ኣብ ሃያ ሁለት ኮይኑ ጥቃ ኣውራሪስ ማለት እዩ ኣለና ሰላም ሓወይ ሰላም ከመይ መን ሽም ክብል ሽም ዳንኤል ይበሃል ኦኬ ጽቡቅ ሌላ እዚ መደብና እዚ ሕቶ ንሓድሽ ዓመት ኢሉ ዝተዳለየ ሕቶ እዩ እ፣ ካብዘን ሕቶታት እዚኤን ሰለስተ ሕቶ ክትሕተትኻ ክልተ ተመሊስካ ዕውት ኮንካ ኣለኻ ማለት እዩ እንታይ ከ ሽልማተይ ተዓዊትካ ስቅ ኢልካ ምኻድ እዩ ሓምሲን ሓምሳ ቅርሺ ጥራሕ እኹል ጸገም የለን መልስ ጥራይ መልስ ሽግር የብሉ ሐራይ ጽቡቅ ሐራይ ድሎ ኣለኹ ኦኬ
ሓደ እኹል ወዲ ሰብ ክንደይ ኣስናን ኣለዎ ክንደይ ደርጊ ስኒ ክንደይ ዓቃቢተ እውንን
ሓደ እኹል ሰብ ሰላሳን ክልተን ኣስናን ኣለዎ ቀጽል ዋ እሞ ቀጽለለይ

ብስከይ እስክንበይ
ዳኒ ክፍኤን መልሲ መለሰኒ ዘሎ ኣብ ካልእ መደብ ዳሓን የራኽበና ንሓድሽ ዓመት ግን ከተመሓላልፎ ትደሊ ነገር ተሎ
ኦኬ በዚ ምክንያት ንመላእ ህዝቢ ኤርትራ ዮሃና እንቋዕ ኣብቅዓና ይብል ኣብ ውሽጥና ወፃን ዘለው ነደይ ወላዲተይ ምስ ሙሉእ ፋሚላ ማለት እዩ ንዓኹም ከኣ ነዛ ኣዳለውቲ መደብ ከኣ ምስ ካሜራ ማናትኩም ኩልኻትኩም ማለት እዩ። Thank you ዳንኤላ።